ዘተ ዝርርብ ኣስላማይ ምስ ክርስትያ ኣሳናዳኢ ኤችኤም ባዕጊ ተርጎምቲ ፍኖት ሰላም ኣዳለውቲ መንቃሕን ዳዕዋን

ሰራት እምነት ኣምላኽነት የሱስ። ሙስሊም፣ የሱስ ኣምላኽ ድዩ? ክርስትያን፣ እወ፣ ብመሰረት ወንጌል ዮሃንስ ካብ ሓደ ክሳብ ሓደ ቓል መጀመርታ ነበረ፣ እቲ ቓል ድማ ኣብ ኣምላኽ ነበረ፣ እቲ ቓል እውን ኣምላኽ ነበረ እዩ ዝብል። ሙስሊም፣ ሓደ መጽሓፍ ቅዱስ መጽሓፍ እዩ ክንብሎ እንተ ኾይንና ዝኾነ ምግርጫዋት ክህልዎ ከም ዘይብሉ መቸስ ተሰማሚዕና ኢና። ምኽንያቱ ክልተ ዝጋራጨዉ ጥቕስታት እንድሕር ኣለዉ ኮይኑ ክልቲኡ ቅንዑ ክኸውን ኣይክእልን እዩ። ሓንቲ ጥራይ እታ ቅንዕቲ ክትከውን እትኽእል። ብመሰረት ዮሃንስ ሓደ ሓደ የሱስ ኣምላኽ እንተ ኾይኑ ክንደይ ኣማልኽቲ ኣለዉ ማለት እዩ? ብውሑድ ክልተ። እዛ ጥቕሲ እዚኣ እምበኣር ምስ ብዙሓት ጥቕስታት መጽሓፍ ቅዱስ ተጋራጫዊት ኮይና ኢና ንረኽቦ። እምበኣር ከስ ኣብ ላዕሊ ኣብ ሰማይ ኣብ ታሕቲ ከኣ ኣብ ምድሪ እግዝኣብሄር ንሱ ኣምላኽ ከም ዝኾነ ካልእ ከየም ዘየልቦ ሎሚ ፍለጥ ኣብ ልብኻ እውን ሕሰቦ። ዎ እስራኤል ስማዕ እግዝኣብሄር ኣምላኽና ሓደ። ሓደ ኢግዛብሄር እዩ ዘዳግም ሽድሸ ክሳብ ኣርባዕተ። ኣነ ኸም ዝኾንኩ ምእንቲ ክተስተውዕሉን ክትፈልጡን ክትኣምኑንሴ ንስኻትኩም ምስክረይን እቲ ዝሓረኽኹዎም ባርያይን ኢኹም ይብል እግዚኣብሄር። ቅድሚ ኣምላኽ ኮቶ ኣይተደኮነን ድሕረይ ከኣ ኣይክኸውንንዮ ኣነ ኣነ ኣነ እግዚኣብሔር ብጀካይ መድሓኒ የልቦን ኢስያስ ኣርብዓን ሰለስተን ካብ ዓሰርተ ክሳብ ዓሰርተ ሓደ እግዚኣብሔር ጎይታ ቐዳማይን ዳሕረዋይን ኣነ ብጀካይ ኣምላኽ የልቦን ኢስያስ ኣርብዓን ኣርባዕተን ሽዱሽተ እቲ ንሰማያት ዝፈጠረ እግዚኣብሔር ንሱ ኣምላኽ እዩ። ንምድሪ ዝደኮነን ዘጽንዐን ማሕደር ሰብ ክትከውን ዝደኮና እምበር ጥራያ ክትከውን ዘይፈጠራ ከምዚ ይብል ኣነ እግዚኣብሔር ብጀካይ እውን ካልእ የልቦን ኢሳያስ 45 18 ከምኡውን ኢሳያስ 45 18 ምርኩስ ብምግባር ጥራሕ ኣምላኽ ንበይኑ ፈጣሪ ምዃኑ ክንድምድም ንኽእል ኣምላኽ ንፍጥረታቱ ክፈጥር ከሎ ኢየሱስ ይኹን ካልእ ዝኾነ ኣካል ዝተሳተፈ ኣይነበረን። ብተወሳኺ መረዳእታት ነዘን ዝስዕባ ጥቕስታት ተመልከት። ዘገዳም ኣርባዕተ ሰላሳን ሓሙሽተን ዘጸኣት ሸሞንተ ዓሰርተ ካልኣይ ሳሙኤል ካብ ሸውዓተ ክሳብ ዕስራን ክልተን ቀዳማይ ነገድ ካብ ሸሞንተ ክሳብ ዕስራን ሰለስተን ቀዳማይ ዜና ዓሰር ሸውዓተ ዕስራ መዝሙር ሰማንያን ሽዱሽተን ሸሞንተ መዝሙር ሰማንያን ትሽዓተን ሽዱሽተ መዝሙር ሚእትን ዓሰር ሰለስተን ሓሙሽተ ሆሳዕ ዓሰር ሰለስተ ዓሰርተ ኣርባዕተ ዘካርያስ ዓሰርተ ኣርባዕተ ትሽዓተ ክርስትያን ኩሎም እዞም ዝጠቐስካዮም ጥቕስታት ግና ካብ ብሉ ኪዳን እዮም ኣብ ሓድሽ ኪዳንከ ክትጠቅስ ትኽእል ዶ ሙስሊም ብርግጽ እምበር ማር 1229 ኣንብቦ የሱስ መለሰ እታ ቐዳመይቲ እዚኣ እያ እስራኤል ስማዕ እግዚኣብሔር ኣምላኽና ንሱ ንበይኑ እግዚኣብሔር እዩ ቀዳማይ ቆሮንጦስ ሸሞንተ ኣርባዕተ ጣዖት ኣብ ዓለም ግዛዕ ከም ዘይኮነን ብዘይቲ ሓደ ንበይኑኻ ካልእ ኣምላኽ ከም ዘየልቦን ንፈልጥ ኢና። ቀዳማይ ጢሚጦስ ክልተ ሓሙሽተ ማለት ኣምላኽ ሓደ ንበይኑ እሞ እቲ ኣብ መንጎ ኣምላኽን ሰብ ዘሎን ማእኸላውን እቲ ሰብ ክርስቶስ የሱስ እዩ፣ ሓደ ንበይኑ እዩ። እዛ ኣገላልጻ እሞ ኣስተውዕለላን እቲ ሰብ ክርስቶስ የሱስ እዩ እያ ትብል ዘላ ሕጂ እምበኣርከስ ሓደ ዮሃንስ ሓደ ሓደ ቅንዕቲ እያ እቲ ካልእ ግና ጉጉይ እዩ ወይስ ከኣ ብኣንጻር እዩ ክትብል ትኽእል ኢኻ ክርስትያን ኣየናይ እቲ ቅኑዕ ክትፈርድ ብጣዕሚ ኣሸጋሪ ሙስሊም ብቕዱስ ቁርኣናዊ መርገጽ ወይ ርእይቶ ንርኣዮ እሞ ምስቲ የሱስ ባዕሉ ዝበሎ እዩ ዝሰማማዕ ኣብ ቁርኣን የሱስ ከም ቃል ኣላህ ሓያሎ ግዜ ተጠቒሱ ኣሎ። ኣብ ቁዱስ ቁርኣን፣ ሻቡ ዘካርያስ ኣብቲ ክፍሊ ቆይሙ እናጸለየ እንከሎ መላእኽቲ ጸውዕዎ፣ ኣላህ ብዮሃንስ የበስረካ፣ ነቲ ካብ ኣላህ ዝኾነ ቃል ዘረጋገጽ ምፍጣር የሱስ ወዲ ማርያም ልዑል፣ ድንግል፣ ነቢይን ሓደ ካብኣቶም ቁኑዓትን ኣብ ተመሳሳሊ ካልእ ሱራ ዳግማይ ተጠቒሱ ኣሎ። መላእኽቲ ኦ ማርያም ብርግጽ ኣላህ በቲ ካብኡ ዝኾነ ቃል ኣበሲርኪ ዝብልዎ ዘክር ስሙ ድማ መሲሕ ኢየሱስ ወዲ ማርያም ክኸውን እዩ ኣብዛ ዓለምን ኣብታ ዳሕረወይቲ ዓለምን ዝተኸብረ እዩ ካብቶም ናብ ኣላህ

ንዕኡ ንበይኑ ጥራሕ ዘይኮነስ ንዓኹም እውን ኣቦኹም ምዃኑ ነጊሩ እዩ። ማቴዎስ ሓሙሽተ ኣርብዓን ሓሙሽተን ክሳብ ኣርብዓን ሸሞንተን ኣንብብ። ክርስትያን ጸላእትኹም ፍተዉ፣ ንዝረገምኹም መርቑ፣ ውሉድ እቲ ኣብ ሰማይ ዘሎ ኣቦኹም ምእንቲ ኽትኰኑ እምበኣርከስ ከምቲ ሴማዊ ኣቦኹም ፍጹም ዝኾነ ንስኻትኩም እውን ፍጹማት ኩኑ። ሙስሊም ስለዚ ወዲ ኣምላኽ ዝብል ምስሌኣዊ ኣበሃህላ ኣብ ብዙሓት ሕትሞ ጽሑፋት መጽሓፍ ቅዱስ ክትረክብ ኢኻ። ኣተኣትውኡ እንተ ኣስተውዒልካሉ ፍቕሪ ሕያውነት ቅርበት ናብ እግዚኣብሔር እዩ ዘመልክት እቲ በሃህላ ድማ ንየሱስ ንምጥቃስ ጥራይ ኣይኮነን ተዘውትዩ ኣብ ቆሮንጦስ ሽዱሽተ ዓሰርተ ሸሞንተ ኣወዳትን ኣዋልድን ደቂ ኣምላኽ ዝብል ከተንብብ ኢኻ ኣቦ ድማ እነኹልኩ ንስኻትኩም እውን ኣወዳትን ኣዋልድን ክትኮንን ኢኹም ይብል እቲ ዅሉ ዝከኣሎ ጐይታ። ስለዚ ብመሰረት እዞም ክሳብ ሕጂ እጠቐስናዮምን ካልኦትን ኣብ ውሽጢ መጽሓፍ ቅዱስ እንረኽቦም ሕጥበ ጽሑፋትን ናይ ቃል ብቓል ኣታራጉማ ተጠቂምና ንየሱስ ንበይኑ ውሉድ ወዲ ኣምላኽ እዩ ንብለሉ ዝኾነ ይኹን ምኽንያት የለን። ክርስትያን የሱስ ግን ኣቦ የብሉ ወዲ ኣምላኽ ዝተባህለሉ ምኽንያት ከኣ ንሱ እዩ። ሙስሊም ከምኡ እንተ ኾይኑ ኣዳም ወዲ ኣምላኽ ዘይኮነሉ ምኽንያት እንታይ ኣሎ? ምኽንያቱ ንዑ ኣቦ ኾነ ኣደ የብሉን። ነቲ ነገሩ ኣብ መጽሓፍ ቅዱስ ኣዳም እውን ከም ወዲ ኣምላኽ ተጠቒሱ ኣሎ። ሉቃስ ሰለስተ ሰላሳን ሸሞንተን ኣንብብ። ወዲ ሴት

ዝብሉ ግን ከኣ ንወዲ ኣምላኽ ተመሲሉ ንሓዋሩ ካህን ኮይኑ ይነብር ኣሎ ሙስሌ መን እዩ ንሱ እቲ መልሲ ኣብ ዕብራውያን ሸውዓተ ሓደ ክትረኽቦ ኢኻ እዚ መልኪ ጻድቕ እዝስ ንጉስ ሳሌም ካህን ልዑል ኣምላኽ ንኣብርሃም ስለዚ መልኪ ጻድቕ ካብ ኢየሱስን ኣዳምን ንላዕሊ ፍሉይ ወርይ በርቂ ንምንታይ ደኣ ንሱ ወዲ ኣምላኽ ወይ ባዕሉ ኣምላኽ ዘይብሃል ክርስትያን ንየሱስ ደኣ እንታይ ኢልኩም ትጽውዕዎ? ሙስሊም ንሕና ሰዓብቲ ኢስላም የሱስ ወዲ ማርያም ወይ ወዲ መርየም እናበልና ንጽውዖ። ክርስትያን ነዚ ትብሎ ዘለኻ ዝነጽጎ ወላ ሓደ የለን ማለት ድዩ? ሙስሊም እወ ወልሓደ ዝነጽጎ የለን ምኽንያቱ ንኽትርድኦ እውን ዘሸግር ኣይኮነን የሱስ ንነፍሱ ወዲ ሰብ እናበለ እዩ ዝጽዋዓ ነይሩ ወዲ ኣምላኽ ተባሂሉ ኸይጽዋዓ ተቓዊሙ እዩ ኣብ ሉቃስ 441 ናንብ ክርስትያን ኣጋንንቲ እውን ንስኻ ወዲ ኣምላኽ ኢኻ እናበሉን እናጨንደሩን ካብ ብዙሓት ይወፁ ነበሩ ይገንሖም ከኣ ነብ ንሱ ክርስቶስ ምዃኑ ስለ ዝፈለጡ ድማ ክዛረቡ ኣየፍቀደሎም ሞስሌም ወዲ ኣምላኽ ተባሂሉ ኽጽዋዕ ኸም ዘየፍቅድ ኣብዚ ንጹር ኮይኑ ኣሎ ብተወሳኺ ኣብ ሉቃስ ሸዓተ ዕስራ ዕስራን ሓደን ኣንብብ ኣብዚ እሞ ተቓዊሙ ጥራይ ዘይኰነስ መግናሕቲ እውን ወሲኹሉ ኣሎ ክርስትያን ንሱ ኢየሱስ ከኣ ንስኻትኩም ከ ንሃዋርያት መን እዩ ትብሉኒ በሎ ጴጥሮስ ከኣ እቲ ናይ ኣምላኽ ቁቡ ኢኻ ኢሉ መለሰሉ ንሱ ድማ ጐንዖ እዚ ንሓደ እኳ ኸይነግሩ ከኣ ኣዘዞም ሙስሊም ንየሱስ ነቲ ክመጽእ ምዃኑ ትጽቢት ዝተገብረሉ መሲሕ ንየሱስ እቲ ነቢ ብዝተፈላለዩ መድረኻት እዮም ኣሕሊፎም መጀመርታ መምህር ጸኒሖም ወዲ ኣምላኽ ቀጺሎም ናብ ጐይታ ኣብ መወዳእታ ኸኣ ናብ ኣምላኽነት ኣደይቦም ዮሃንስ ሰለስተ ኽልተ ንብ ንሱ ብለይቲ ናብ የሱስ መጺኡ ረቢ ብጀካ እቲ ኣምላኽ ምስኡ ዝኾነ ሰብ ነዚ እስኻ ትገብሮ ዘለኻ ተኣምራት ክገብር ዝኽእል የልቦን እሞ ንስኻ መምህር ኮንካ ካብ ኣምላኽ ከም ዝመጻኻ ንፈልጥ ኣለና በሉ። ኣብ ዮሃንስ ሽዱሽተ ዓሰርተ ኣርባዕተ ድማ እቶም ሰብ ከኣ ነቲ የሱስ ዝገብሮ ተኣምራት ምስ ረኣዩ እዚ ብሓቂ እቲ ናብ ዓለም ክመጽእ ዘለዎ ነቢይ በሉ ብተወሳኺ ኣብ ዮሃንስ ሸውዓተ ኣርባዕ

ብእኡ ብእኡ ድማ ኣብ ኣባይቲ ጸሎቶም ብዛዕባ የሱስ ንሱ ወዲ ኣምላኽ ምዃኑ ሰበኸ። ኣብዚ ቀዳሞት ሰዓብቲ ክርስትና ንምቡርካት ኣብያተ ጸሎት ኣይሁድ ከም ናይ መስበኺ ቦታ ይጥቀሙሎም ከም ዝነበሩ ክትድምድም ትኽእል። ደሓር ግና ክርስትና ካብቲ የሱስ ዘምጾ በበቆላዊ ምህሮ እናዘንበዐ ምስ ከደ

ራእይ ልቋስ ክልተ ዓሰርተ ሓደ እቲ መልኣኽ ድማ እኖ ሎሚ መድሓኒ ኣብ ዓዲ ዳዊት ተወሊዱልኩም ስለ ዘሎ ንሱ ኸዓ ክርስቶስ ጐይታ እዩ ኣብ ዮሃንስ ሓደ ሓደ ቃል ብመጀመርታ ነበረ እቲ ቃል ድማ ኣምላኽ ነበረ እቲ ቃል እውን ኣምላኽ ነበረ ኢየሱስ ብዘይካተን ቀንዲ ሰለስተ መዓልታት ሰበኹ ፈጺሙ ህይወት ኣብ መሬት ልክዕ ከምቲ ኣዋላልድኡ ዝበዝሐ ኽፋል ውልቃዊ ህይወቱን ንጹር ኣይኮነ በቲ ኣብ ቀዳሞት ሰዓብቲ ክርስትና ሞስሊም ተመራመርቲ ስነ ሃይማኖት ዝነበረ ብዙሕ ጥርጠራታትን ግምታትን ምዝራብ ትርጉም የብሉ ኦርቶዶክሳዊት ቤተ ክርስቲያን ሕይወት ኢየሱስ ኣብ መስቀል ምሕላፉ ቀንዲ ሰረት እምነቶም ጌራቶ እያ ሞይቱ ተቐቢሩ ኣብ ሳልስቲ መዓልቲ ድማ ምስ ቁስሉ ብኣካሉ ተንሲኡ ብእግሩ ተንቀሳቒሱ ተዛሪቡ ምስ ሃዋርያት ብምዃንካ በሊዑ ብድሕሪ እዚ ብኣካል ናብ ሰማይ ዓሪጉ ይብሉ እዚ ነቲ ናይ ደም መስዋእቲ፣ ካሕሳ ወይ በጃ፣ ከም ዘድሊ ዝሕብር ሃይማኖታዊ ሰረት እምነት ኣገዳሲ ብምዃኑ እዩ። ኣብ ኢስላም ከኣ ፍጹም ተቐባልነት የብሉን፣ ምኽንያቱ ኢስላም ነብሲ ወከፍ ሰብ ብግብሩ ኣብ ቅድሚ ኣላህ ተሓታቲ ስለ ዝኾነ በጃ ዝሓልፈሉ ወይ ካሕሳ ዝኸፍለሉ ኣየድልዮን እዩ እዩ ስለ ዝብል። ይኹን እምበር ገለ ካብ ቀዳሞት ጉጅለታት ሳክት ሰዓብቲ ክርስትና ክርስቶስ ኣብ መስቀል እዩ ሞይቱ ዝብል እምነት ኣይነበሮም። ባሲሊዳውያን ኣብ ክንዲ ኢየሱስ ካልእ ሰብ ተተኪኡ ኸም ዝተሰቕለ ይኣምኑ። ዶስታ ብወገኖም ክርስቶስ ምትሃታዊ እምበር ኣካላዊ ነበረን ስለ ዝኾነ ስቕለቱ መሲሉ ዝቐረበ እምበር ብግብሪ ዝተፈጸመ ኣይኮነን ይብሉ። ወንጌል ሚሴናውያን ሚእትን ሰላሳን ሸሞንተን ድሕሪ ልደተ ክርስቶስ የሱስ ብመልክዕ ሰብ ደኣ መጺኡ እምበር ከም ሰብ ኣይተወልደን ይብሉ። ብወንጌል ባርኖባስ ዝፍለጥ ካልእ ወንጌል ድማ ምስቲ የሱስ ኣብ መስቀል ብኻልእ ሰብ ተተኪኡ እዩ ዝብል ክልስ ሓሳብ ይሰማምዑ። ቁርኣናዊ ኣስተምህሮ ኸኣ ኣይሁድ ንክርስቶስ ኣይቀተልዎን ኣይሰቐለዎን፣ ንጸላእቱ ግና ከምኡ ተመሲሉ ተራእይዎም ድሕሪ ምባል እቲ ንዕኡ ብዝምልከት ዝካየድ ክርክራት ጠርጣራታትን ግምታትን ብምሉእ ኾንቱ ምዃኑ ክርስቶስ ከይተንከይዎ ኣላህ ናብ ሰማይ ከም ዘዕረጎ ይገልጽ ግና ኣይሞትን ኣብ ጥቓ መጠረሽታ ዘመን ናብ መሬት ከም ዝምለስን ንሱ ኣምላኽ ዘይምዃኑ ባዕሉ ከም ዝምስክርን ኣብ መወዳእታ ከም ሰብ ሞት ከም ዝጥዕምን ኢስላም የስተምር ኢየሱስ ተሰቒሉ ድዩ? ሙስሊም ቅዱስ ቁርኣን ኣብ ቅዱስ ቁርኣን ኢየሱስ ኣብ መስቀል ከም ዘይተሰቕለ ይጠቅስ። በቲ ናይ ጃህራ ዘረብኦም ኣይሁድ ንመሲሕ ኢየሱስ ወዲ ማርያም እቲ መልእኽተኛ ኣላህ ቀቲልናየ ኢና በሉ። እንተኾነ ንሳቶም ኣይቀተልዎን ኣይሰቐልዎን። ንስኻ ኸ ኣብ መስቀል ተሰቒሉ እዩ ሞይቱ እዩ ኢልካ ዶ ትኣምን? ክርስትያን እወ ሞይቱ ደሓር ከኣ ህያው ኮይኑ ተንሲኡ ሙስሊም ነቲ ህያው ኮይኑ ዝተንሰአላ እመት ወልሓደ ብዓይኑ ዝረኣያ ከም ዘየልቢ ዅላትና ንሰማማዕ ኢና እቶም ሃዋርያት ኮነ ካልኦት መሰኻኽርን ኢየሱስ ካብ ሞቱ ተንስኡ ኽብሉ ዝድምድምሉ ምኽንያት እቲ ዝዓረፈሉ መቓብር ጥርዑ ስለ ዝጸንሐን ድሕሪ እቲ ተፈጺሙ ዝበሃል ስቕለት ከኣ ብህይወት ስለ ዝረኣይዎን እዩ ከምቲ ቅዱስ ቁርኣን ኣብ መስቀል ኣይሞተን ዝብሎ ክኸውን ዘይክእለሉ ምኽንያት ከ እንታይ እዩ ክርስትያን ናይ ዝመርትዖ እሞ ኣበይ ኣለካ ሙስሊም ነዚ መርትዖ እዚ ዝድግፈና ናይ መጽሓፍ ቅዱስ ሕጥቦ ጽሑፋት ንርኢ ኣብዚኣ ክሓተካ ዝደሊ ግን ንስኻ ነቲ የሱስ ባዕሉ ዝተዛረቦ ዲኻ ቀንዲ ሚዛን ትህብ ዋላስ ነቲ ዘይተረጋገጸ ወረርታት ሰዓብቲ ሃዋርያትን ካልኦት መሰኻኽራን? ክርስትያን ብርግጽ ነቲ የሱስ ባዕሉ ዝተዛረቦ እሞ ሙስሊም እዚ ዝበልካዮ ምስቲ የሱስ ኣብ ማቴዎስ ዓሰርተ ዕስራን ኣርባዕተን ዝብሎ ዝሰማማዕ እዩ። ተመሃሪ ካብ መምህሩ ጊላውን ካብ ጎይቱ ኣይበልጽን። ክርስትያን ድሕሪ ሞቱ ህያው ኮይኑ ኸም ዝትንስእ ጽሑፍ ምዃኑ የሱስ ባዕሉ ኣብ ሉቃስ 24:46 ተዛሪቡ እዩ ክርስቶስ ሓሰረ መከራ ኽጸገም ብሳሰይቲ መዓልቲ እውን ካብ ምዉታትን ክትንስእ ሙስሊም ኣብዚ ሓሰራ መከራ ተባሂሉ ዘሎ ንስቅያት እዩ ኣብ መጽሓፍ ቅዱስ ስቅያት ክግለጽ ከሎ ወትሩ ተጋኒኑ ክቐርብ ኢና ንረኽቦ ጳውሎስ ንኣብነት እሳቐ ኣለኹ ንምባል ኣብ ቆሮንቶስ 15 ሰላሳን ሓደን እመውት ኣለኹ ዝብል ቃል እዩ ተጠቂሙ ነዛ ጥቕሲ እዚኣ ነንብባ ኣሕዋተየ ኣነ በቲ ክርስቶስ የሱስ ጐይታና ኣባኻትኩም ዘለኒ ትምክሕቲ ኣብ ጸጽባሕ እመውታ ኣለኹ። እስኪ ሕጂ ሓደ ሓደ መርትዖታት ንረ ቁጽሪ ሓደ የሱስ ኣብቲ መስቀል ኮይኑ ኣምላኸይ ኣምላኸይ ንምንታይ ገዲፍካኒ ክብል ናብ ኣምላኽ ከም ዝጸለየ ኣብ ማቴዎስ 27 46 ነንብብ ኣብ ሉቃስ ዕስራን ክልተን ኣርብዓን ክልተን ድማ ኣቦይ ፍቓድካ እንተኾይኑስ ነዛ ጽዋእ እዚኣ ኻባይ ኣሕልፋ ግንከ ፍቓድካ እምበር ፍቓደይስ ኣይኹን እናበለ ጸለየ እዛ ጽዋእ እዚኣ ጽዋእ ሞት እያ ቁጽሪ ኽልተ ብመሰረት ወንጌል ሉቃስ ዕብራውያን መልእኽቲ ያዕቆብን የሱስ ኣብ መስቀል ንኸይመወት ዝገበሮ ጸሎት እግዚኣብሔር ተቐቢልዎ እዩ ስለዚ ከመይ ኢሉ እዩ ኣብ መስቀል ድሞ ሉቃስ ዕስራን ክልተን ኣርብዓን ሰለስተን ዝበርትዐ መልኣክ ኣብ ሰማይ ተራእዩ እዚ ማለት ከዓ እግዚኣብሔር ሓጋዚ ኣልቦ ኮይኑ ከም ዘይተርፍ እቲ መልኣኽ ኣረጋጊጽሉ ማለት እዩ ንሱ ብዘበን ስግኡ ኸሎ ብርቱዕ ዓውያትን ንብዓትን ናብቲ ኻብ ሞት ከድሕነና ዝኸኣሎ ጸሎትን ምህለላን ምስ ኣቕረበን ብዛዕባ ንኣምላኽ ምፍርሁ ምስ ተሰምዐ የሱስ ዝገበሮ ምህለላን ጸሎትን ተሰምዐ ኽብሉ ኸሎ ኣምላኽ ንሕትኡ ብኣውንታ መልሲ ሃበ ማለት እዩ a Yacob Hamusha Asar Shibisha. ጸሎት ጻድቕ ብግብሪ ብዙሕ ተስልጥ እያ ዝብል ንረክብ። ኢየሱስ ባዕሉ ኣብ ማቴዎስ ሸውዓተ ሸውዓተ ክሳብ ዓሰርተ ዝለመነ ዅሉ ይቕበሎ እዩ፣ ዝደለየ ድማ ይረክብ፣ ማዕጾ ዃሕኵሑ ንዝበለ እውን ይኸፍተሉ እዩ እሞ፣ ለምኑ ይውሃበኩም፣ ድለዩ ትረኽቡ፣ ማዕጾ ዃሕኳሕ ኣብሉ ይኽፈተልኩም እዩ። ካባኻትኩምከ ወዱ እንጌራ እንተ ለመኖስ እምኒ ዝህቦ ወይስ ዓሳ እንተ ለመኖ ተመን ዝህቦ እንታዋይ ሰብኣይ እዩ?
ለምኑ ኪወሃበኩም እዩ፣ ድለዩ ክትረኽቡ ኢኹም፣ ማዕጾ ኳሕኳሕ ኣብሉ ኪኽፈተልኩም እዩ። ዝለመነ ዘበለ ይቕበል፣ ዝደለየ ዘበለ ይረክብ፣ ማዕጾ ኳሕኳሕ ንዘበለ ኹሉውን ይኽፈተሉ እዩ። ካባኻትኩምከ ኣየናይ ኣቦ እዩ ወዱ ዓሳ እንተ ለመኖ ተመን ዚህቦ? ወይስ እንቋቝሖ እንተ ለመኖ ዕንቅርቢት ዚህቦ? ንስኻትኩም እኳ ክፉኣት ክነስኹም ንደቅኹም ጽቡቕ ህያብ ምሃብ ካብ ፈለጥኩም፣ እቲ ኣብ ሰማይ ዘሎ ኣቦኹም ግዳ ንዝልምንዎ ክንደይ ኣብዚሑ መንፈስ ቅዱስ ዘይህቦም?
የሱስ ኣብዛ ምድሪ እዚኣ ኸሎ ናብቲ ኻብ ሞት ክዳጕኖ ዝኽእል ብብርቱዕ ጋዕራን ንብዓትን ጸሎትን ምህላላን ኣቕረበ። ንኣምላኽ ዝእዘዝ ስለ ዝነበረ ኸኣ ተሰምዐ። ዕብ ሓሙሽተ ሸውዓተ፣ ማሕበር መጽሓፍ ቅዱስ ኤርትራ። ስለዚ ኹሉ ጸሎት የሱስ እንተላይ እቲ ኣብ መስቀል ከይመውት ዝገበሮ ብኣምላኽ ተቐባልነት እንተ ነይርዎ ከመይ ኢሉ ኣብ መስቀል ክመውት ይኽእል? ቁጥሪ ሰለስተ ኣእጋሩ ምሕኩልቱ በቶም ሮማውያን ወተሃደራት ኣይተሰብረ ኣብ ዮሃንስ 1932 ክሳብ 33 ከምዚ ነንብብ ሽዑ እቶም ዓቀይቶ ወተሃደራት መጺኦም ምሕኹልቲ እቲ ቀዳማይቲ ናይቲ ምስኡ እተሰቕለ ኻልኣይ ሰበሩ። ናብ የሱስ ምስ መጹ ግና ሽዓ ኸም ዝመውት ርእዮም እሞ ምሕኹልቱ ኣይሰበርዎን። ኣብ ምስክርነት እዞም ወተሃደራት ተመርኲስካ የሱስ ከም ዝመውት ክትእውጅ ትኽእል? ዋላስ ንጹህ ምዃኑ ስለ ዝፈለጡ ምእንቲ ኸድሕንዎ እዮም ሓዲጎሞ? ቁጽሪ ኣርባዕተ ኢየሱስ ኣብቲ መስቀል ኮሎ ሞይቱ ነይሩ እንተዝኸውን ደሙ መረግዐ እምበር ኣብ ጎኑ ምስ ተወግዐ ደም ኣይመፍሰሰ። ይኹን እምበር ወንጌል ዮሐንስ ደምን ማይን ከም ዝወጾ እዩ ዝነግር። ሓደ ካብቶም ዓኻይቲ ወተሃደራት ገና ጎኑ ብኹናት ወጎ ብኡ ኸኣ ደምን ማይን ወጸ። ቁፅሪ ሓሙሽተ፣ ፈሪሳውያን ንሓቀኛ ተልእኾኡ ዝምስክር ተኣምራት ከርእዮም ምስ ሓተትዎ ከምዚ ክብል እዩ መሊሱ፣ ዮናስ ኣብ ከብዲ ዓብዩ ዓሳ ሰለስተ መዓልትን ሰለስተ ለይትን ከም ዝገበረ ከምኡ ኸኣ ወዲ ሰብ ኣብ ውሽጢ ምድሪ ሰለስተ መዓልትን ሰለስተ ለይትን ክገብር እዩ። ማቴዎስ ዓሰርተ ክልተ ኣርባዓ ኢየሱስ ኣብ ውሽጢ መሬት ሰለስተ መዓልትን ሰለስተ ለይትን ገይሩ ድዩ ኣይገበረን ንጊዜኡ ይጽናሓልና። ምኽንያቱ ሰለስተ መዓልትን ሰለስተ ለይትን ዘይኮነ ሓደ መዓልትን ቀዳም መዓልትን ክልተ ለይትን ዓርቢ ምሸትን ቀዳም ምሸትን እዩ ገይሩ ዮናስ ኣብ ከብዲ ተዓሳ ብህይወት ድዩ ነይሩ ክርስትያን እወ ሙስሊም እቲ ዓቢ ዓሳ ናብቲ ንቑጽ መሬት ክተፍኦ ኮሎ ዮናስ ብህይወት ዶ ነይሩ ክርስትያን እወ ሙስሊም እሞ የሱስ እውን ከምቲ ዝተተንበዮ ገና ኣይሞተን ብህይወት ነይሩ እዩ ቁጥሪ ሽዱሽተ የሱስ ኣብ መስቀል ከም ዘይሞተ ባዕሉ ነጊሩ እዩ ሰንበት ንግሆ ማርያም መግደላዊት ናብቲ ጥርሑ ዝነበረ መቓብር ከደት ሓላዊ ኣታኽልቲ ዝመስል ሰብ ደው ኢሉ ትርኢ ምስኡ ድሕሪ ምዝርራ ኢየሱስ ምዃኑ ትፈልጦ እሞ ክትትንክፎ ትደሊ ሽዕ ኢየሱስ ከም ዝበላ ጋና ናብ ኣቦየ ኣይደ የብኩን እሞ ኣይትተንክይኒ ዝብል ምናልባት እቲ ሓዲስ ዝነበረ ቁስሊ ከይትጎድኦ እዩ ግና ናብ ኣቦየ ኣይደ የብኩን ማለትከ ብህይወት ኣለኹ ጋና ኣይሞትኩን ማለት እዩ ምኽንያቱ ዝኾነ ሰብ እንተሞይቱ እዩ ናብ ፈጣሪኡ ዝምለስ እዚ የሱስ ባዕሉ ዝተኣምኖ እቲ ዝሓየለ መርትዖ እዩ ቁጥሪ ሸውዓተ ድሕርቲ ዝበሃል ስቕለት ሃዋርያት ንሱ የሱስ ብኣካሉ እቲ ናይ ቀዳም የሱስ እዩ ኢሎም ኣይሓሰቡ ምኽንያቱ ካብ ሞቱ ዝትንስ ኣካል ናብ መንፈስ ስለ ዝቕየ ንሱ እውን መንፈሳዊ ኮይኑ እዩ ዝብል ሓሳብ እዩ ነይርዎ ክርስትያን ሓንሳብ ኣብዚኣ እሞ ክኾልፈካ ካብ ሞቱ ዝተንስእ ኣካል መንፈሳዊ ኸም ዝኸውን ከመይ ጌርካ ርግጸኛ ትኸውን? ሙስሊም የሱስ ባዕሉ ኣብ መጽሓፍ ቅዱስ ዝበሎ እዩ፣ ከም ማዕረ መላእኽቲ እዮም ዝዀኑ። ክርስትያን ኣብ መጽሓፍ ቅዱስ ኣበየናይ ጥቕሲ? ሙስሊም ኣብ ሉቃስ ዕስራ ሰላሳን ኣርባዕተን ክሳብ ሰላሳን ሽዱሽተን ከምዚ ይብል የሱስ ከኣ በሎም ደቂ እዛ ዓለም እዚኣ ይኣትዉን ይዋሰቡን የእትዉን ይዋሰቡን እዮም እቶም ነታ ዓለም እቲኣን ንትንሣኤ ምዉታት ንምርካብ ዝበቑዑ ግና ውሉድ ትንሣኤ ብምዃኖም ውሉድ ኣምላኽ እዮም ከም መላእኽቲ ስለ ዝኾኑ ብድሕርዚ ኽሞቱ ኣይክእሉን እዮም ኣይእትዉን እዮም ኣይዋሰቡን ኣይተኣታተዉን ኣይዋሰቡን እዮም እቶም ሃዋርያት ዝሰንበዱ እምበኣር ዝሞተ ሰብ ናብ መንፈስነት ከም ዝቕየር ስለ ዝፈልጥ እዩ ነይሩ ኢየሱስ ግና ኸም ዘይሞተ ንኸእምኖም ንሱ ባዕሉ ምዃኑ ንኸረድኦም ንኣዳዎምን ኣጋሮምን ክሕዙ ፈቒድሎም ምኽንያቱ መንፈስ ዓጽምን ስጋን የብሉ ልቋስ ዕስራን ኣርባዕተን ሰላሳን ሽዱሽተን ክሳብ ኣርባዓን ሓደን ኣንብብ እዚ ኽዛረብ ከለዉ ኸኣ የሱስ ባዕሉ ኣብ ማእኸሎም ደው ኢሉ ሰላም ንኣኻትኩም ይኹን በሎ ንሳቶም ድማ መንፈስ ዝረኣዩ መሲልዎም ፈሪሆም ሰምበዱ ንሱ ኸኣ እንታይ ኮንኩም ኢኹም ትሰምብዱ ከምዚ ዝበለ ሓሳብከ ስለምንታይ ኣብ ልብኹም ይለዓል ኣነ ባዕለይ ምዃነይ ኣእዳወይን ኣእጋረይን ረኣዩ።
ከምዚ ንኣይ ዘለኒ ትርእይዎ ዘለኹም ንመንፈስ ስጋን ዓጽምን የብሉን እሞ ኣር መሲስኩም ረኣዩኒ በሎም። እዚ ኢሉ ኣእዳዉን ኣእጋሩን ኣርኣየ፣ ንሳቶም ከኣ ተገሪሞም። ብሓጎሶም ምኽንያት ጋና ምእማን ስለ ዝሰኣኑ ንሱ ገለ ዝብላዕዶ ኣብዚ ኣለኩም በሎ ንሳቶም ከኣ ምቃል ጥባስ ዓሳን ጎጎ መዓርን ሃቡ ተቐቢሉ ኣብ ቅድሚኦም በልዐ
ሰንበት ከውታ ንግሆ ኸሎ እቲ ዘዳለወኦ ሽቶ ሒዘን ናብቲ መቓብር ገስገሳ እቲ እምኒ ካብ ኣፍ መቓብር ተገልቢጡ ጸንሐን ኣትየን ግና ስጋ የሱስ ኣይረኸባን።
ንምንታይከ ነቲ ህያው ኣብ ማእከል ምዉታት እትደልይኦ? ንሱ ተንሲኡ እዩ፣ ኣብዚ የሎን። ኣብ ገሊላ ኸሎ፣ ወዲ ሰብ ኣብ ኢድ ሓጥኣን ክወድቕን ክስቀልን ኣብ ሳልሰይቲ መዓልቲ ኽትንስእ እዩ ዝበለክን ቃል ዘክርኦ።

ሬሳ ጐይታ የሎን? ክልተ ሰብኡት ከኣ ተራእዩና፣ ዘንጸባርቑ መላእኽቲ፣ ከም ጸሓይ። ከምዚ ድማ በሉና፣ ስለምንታይ ነቲ ህያው ኣብ ማእከል ምዉታት እትደልዩኦ? ሓቂ እዩ። እመኑና። ርኢናዮም ኢና። ኪዱ ብዓይንኹም ረኣይዎ፣ እቲ መቓብር ጥርሑ ጸኒሑና።

ጐይታ ብሓቂ ተንሲኡ እዩ፣ ንስምኦን እኳ ተራእይዎ። ኣብ መንገዲ እንዳ ኸድና ኾለና ኣየለለናዮን። ንጌራ ምስ ባረኸልና ለሊልናዮ። ኣብ ኤማሁስ ምግላጹ።

ስለምንታይከ ክንድዚ ትጠራጠሩ? ርኣዩ፣ ኣእዳወይን ኣእጋረይን ኣነ ባዕለይ ኣረምስሱኒ ከተለልዩኒ ኢኹም። መንፈስ ከምዚ ናተይ እትርእይዎ ዓጽምን ስጋን የብሉን። እዚ እቲ ምሳኻትኩም ከለኹ ዝነገርኩኹም ቃለይ እዩ። እቲ ብዛዕባይ ኣብ ሕጊ ሙሴን ነብያትን መዝሙራትን እተጻሕፈ ዘበለ ክፍጸም ናይ ግድን እዩ። ከምዚ ተጻሒፉ ኣሎ። በዚ ክሳቐን ኣብ ሳልስቲ ኸኣ ካብ ምዉታት ክትንስእን ናይ ግድን እዩ። ብስሙ ኸኣ ንስሓን ሕድገት ሓጢኣትን ካብ የሩሳሌም ጀሚሩ ንዅሎም ኣህዛብ ኪስበኽ ናይ ግድን እዩ። ንስኻትኩም ብዛዕባ እዚ መሰኻኽር ኢኹም። ኣነ ባዕለይ ከኣ ነቲ ተስፋ ኣቦይ ክሰደልኩም እየ። ካብ ላዕሊ ሓይሊ ክሳዕ እትለብሱ ግና፣ ኣብዛ ኸተማ እዚኣ ጽንሑ።
ናብ ሞት ዘብጽሕ ኣበሳ እንተ ገበረ እሞ፣ ኣሕሊፍካ ንሞት እንተ ተዋህበ፣ ኣብ ዕንጸይቲ ድማ እንተ ሰቐልካዮ፣ ነቲ ረሲኡ ሽዑ መዓልቲ ደኣ ቕበሮ እምበር ኣብ ዕንጸይቲ ኣይሕደር። እቲ እተሰቕለ ብእግዚኣብሄር እተረግመ እዩ እሞ፣ ነቲ እግዚኣብሄር ኣምላኽካ ንርስቲ ዝህበካ ምድሪ ኣይተራኽስ። ዘጋድም ዕስራን ሰለስተን ዕስራን ክልተን ክሳብ ዕስራን ሰለስተን። ኣብ መስቀል ሞይቱ ኢልካ ምእማን ክብሪ ነቢይነት ምሕሳር ኣይሁድ ንዮሱስ ቀቲልናዮ ኢና ዝብል መርገጺ እዩ ዘለዎ ብኡ ኸኣ ነቢይነቱ ኣብ ሓሶት ዝተመርኮሰ ምንባሩ ከርኢ ኸም ዝኽእሉ ይኣመን ሰዓብቲ ክርስትና ኣብ መስቀል ዝኣምኑ ነቲ ኻብ ኣዳም እንወርሶ ሓጢኣት ድሕነት እትረኽበሉ ዝብልዎ ሰረት እምነቶም ኣድላዪ ስለ ዝኾነ እዩ። እዚ እምነት እዚ ግና ምስቲ መጽሓፍ ቅዱስ ኣብ ሆሴ ሽዱሽተ ክሳብ ሽዱሽተ ዘስተምሃሮ ዝጻረር እዩ። ኣነስ ምሕረት እየ ዝፈቱ፣ መስዋእቲ ኣይከንኩን፣ ካብ ዝሓረር መስዋእቲ ድማ ፍልጠት ኣምላኽ ፈቱ። ምስቲ የሱስ ባዕሉ ዝመሃሮ እውን ኣይቃዶን እዩ። ኣነ ሓጢኣን እምበር ጻድቓን ክጽዋዕ ኣይመጻኹን እሞ ምሕረት ፈቱ፣ መስዋእቲ ኣይከንኩን ዝብል እንታይ ምዃነ ኪዱ ተምሃሩ በሎም። ማቴዎስ ትሽዓተ ዓሰርተ ሰለስተ ብተወሳኺ ኢየሱስ ኣብ ማቴዎስ ዓሰርተ ክልተ ክሳብ ሸውዓተ ግንከ ምሕረት እፈቱ መስዋእቲ ኣይኮንኩ እንታይ ምዃኑ እንተትፈልጡስ ኣብዚኦም በደል ዘበለ ኣይምፈረድኩምን ነርኩ ማቴዎስ ትሽዓተ ዓሰርተ ሰለስተ ብተወሳኺ ኢየሱስ ኣብ ማቴዎስ ዓሰርተ ክልተ ሸውዓተ ግንከ ምሕረት እፈቱ መስዋእቲ ኣይኮንኩን እንታይ ምዃኑ እንተ ትፈልጡስ ኣብዚኦም በደል ዘበሎም ኣይምፈረድኩምን ነይርኩ ክርስትያ ስለምንታይ ዳዮም ሰባት ኣብ ትንሣኤ ዝኣምኑ ሙስሊም ብዛዕባ ትንሣኤ ክርስቶስ ዝመሃረ ጳውሎስ እዩ ኣብ ግብሪ ሃዋርያት 1718 ገሊኦም ከኣ እዚ ዓጃው እንታይ ክብል ኰን እዩ ዝደሊ ዘሎ? በሉ። ገሊኦም ድማ ጳውሎስ ብናይ የሱስ ትንሳኤ ስለ ዝሰበኾም ብዓደስቲ ኣማልኽቲ ዝምህር ዘሎ ደኣ ይመስል በሉ። ኣስተውዕል፣ ጳውሎስ ንየሱስ ብኣካል ፈጺሙ ይረኣዮ፣ ትንሳኤ ዝገልጽ ብመሰረት ናቱ ወንጌል ምዃኑ እውን ተኣሚኑ እዩ። ክልተ ጤሜጦስ ካብ ክልተ ክሳብ ሸሞንተ ንብብ። ነቲ ከም ወንጌለይ ካብ ዘርኢ ዳዊት ዝኾነ ካብ ምዉታን ዘተንሰእኒ ኢየሱስ ክርስቶስ ዘክሮ። ኢየሱስ ወዲ ኣምላኽ ምዃኑ ንመጀመርታ ጊዜ ዝኣወጀ እውን ንሱ ጳውሎስ እዩ። ብኦኡ ድማ ኣብ ኣባይቲ ጸሎቶም ብዛዕባ የሱስ ንሱ ወዲ ኣምላኽ ምዃኑ ሰበኽ ግብ ትሽዓተ ዕስራ ስለዚ ክርስትና ኣስተምህሮ የሱስ ዘይኮነስ ኣስተምህሮ ጳውሎስ እዩ ኾይኑ ክርስትያን ኣብ ማር ዓሰር ሽዱሽተ ዓሰር ሸዓተ ግና የሱስ ናብ ሰማይ ከም ዝዓረገን ኣብ የማን ኣምላኽ ከም ዝተቐመጠን ይጠቅስ እዩ ጐይታና የሱስ ምስ ተዛረቦም ናብ ሰማይ ዓረገ፣ ኣብ የማን ኣምላኽ እውን ተቐመጠ። ሙስሊም ኣብቲ ንመጽሓፍ ቅዱስ ኣመልኪትና ዝዘተናሉ ኣርእስቲ ማር 16 ካብ ፍቕዲ 9 ክሳብ ፍቕዲ 20 ዘሎ ጥቕስታት ካብ ብዙሕ መጽሓፍ ቅዱስ ተደምሲሱ እዩ ኣብ ሪቫይቫልስ ስታንዳርድ ቨርዥን፣ ዘ ኒው ኣሜሪካን ስታንዳርድ ባይብል፣ ከምኡውን ኣብቲ መሰኻኽር ጀሆቫ ዝጥቀሙሉ ዘ ኒው ዎርልድ ትራንስሌሽን ኦቭ ዘ ሆሊ ስክሪፕቸር ተጻሒፉ ዘሎ ተወሳኺ ርእይቶ ርኣይ። ሕጂ እውን እንተ ዀነ የሱስ ናብ ሰማይ ስለ ዝዓረገ ኣምላኽ ኢልካ ትኣምን እንተ ዀንካ፣ ንኻልኦት ናብ ሰማይ ዝዓረጉ ነብያት ደኣ ንምንታይ ከም ኣማልኽቲ ዘይትቕበሎም? ክርስትያን፣ ንሶምከ በዓል መን እዮም? ሙስሊም ኢልያስ ክልተ ነገር ካብ ክልተ ዓሰርተ ሓደ ክሳብ ዓሰርተ ክልተ ንብ ኢልያስ ድማ ብሆቦብላ ንፋስ ናብ ሰማይ ዓረገ ኤልያ ኸኣ ዝርኡ ኣቦይ ኣቦይ ኢሉ ጨደ መሊሱ ድማ ኣይረኣዮ ሄኖክ እውን ብኣምላኽ ናብ ሰማይ ተወሲዱ እዩ ሄኖካ ምስ ኣምላኽ ተማላለሰ፣ ኣምላኽ ወሲድዎ እዩ እሞ ኣይተራእየን። እዚ ኣብ ዕብ ዓሰርተ ሓደ ሓሙሽተ ተደጊሙ ኣሎ። ሄኖክ ሞት ምእንቲ ኸይርኢ ብእምነት ገዓዝ ቅድሚ ምግዓዙ ንኣምላኽ ከም ዘስመረ ተመስኪሩሉ ነበረ እሞ ኣምላኽ ስለ ዘግዓዞ ኣይተረኽበን።